ሰላም ዝኸበርኩም ተኸታተልቲ ሲኔማ ሰመረ ዕለታዊ ዜና ስፖርት ሒዘልኩም ቀሪበ ኣለኹ ንምክትታልኩም ብኽብሪ ይዕድም። ኣብ ታሪኹ ሎሚ ዓመት ንብ ሰማንያን ሰለስተን ግዚኡ ዝካየድ ዘሎ ዙር ላክሰምበርግ ሓሙስ ዕስራን ሓደን መስከረም ብካልኣይ መድረኹ ቀጺሉ ውዒሉ። ኣብዛ መድረኽ ድማ ተቐዳደምቲ ሚእትን ሰማንያን ሰለስተ ነጥቢ ትሽዓተ ኪሎ ሜተር ዝርሕቐት ውድድር'ዮም ኣካይዶም። እዛ መድረኽ ኣብ ሰጣሕ ጎላጉል ትዛዘም ብምንባራ ኣብ ቅጽበታዊ ውድድር ልዑል ዓቕሚ ዘለዎም ተቐዳደምቲ ክረብሑላ'ዩ ልዑል ግምት ተገይሩላ። ኣብ መወዳእታ ዓባይ ጉጅለ ብሓባር ኣብ ዘካየደቶ ቅጽበታዊ ውድድር ኣባል ኣሬካ ሳምሲክ ቤልጁማዊ ጀንተ ቢርማንስ ንውድድሩ ብ ኣርባዕተ ሰዓትን ሰላሳን ሓደን ደቒቕን ዓሰርተ ካልኢትን ብምዝዛም ዕዉት ካልኣይ መድረኽ ዙር ላክሰምበርግ ኮይኑ ተዓዊቱ። ዴንማርካዊ ኣባል ኣልፔሲን ሶሮን ግራግ ኣንደርሰንን ሆላንዳዊ ኣባል ጋንታ ያምቦ ቪዝማ ቲም ቫን ዳይክን ድማ ካብ ዕዉት ዝኾነ ግዜ ከይከሰሩ ካልኣይን ሳልሳይን ኮይኖም ውድድሮም ዛዚሞም። ኣብዚ ውድድር ምስ ኣሜሪካዊት ክለቡ ሊድልትረክ ተጸሚዱ ዝርከብ ኤርትራዊ ናትናኤል ተስፋጽዮን ካብ ዕዉት መድረኽ ብዝኾነ ግዜ ከይከሰረ መበል ስሳን ኣርባዕተን ተርታ ሒዙ ውድድሩ ዛዚሙ። ዕውት መድረኽ ጂንቲ ቤርማንስ ኣብ ናይ ብሽክለታ ሞይኡ በዛ ናይ ካልኣይ መድረኽ ዓወት ተሓጊዙ ካልኣይ ዓወቱ ተጎናጺፉ ኣሎ። ክለቡ ኣሬካ ሳምሲክ በዛ ዓወት ተሓጊዛ መበል ሚእትን ስሳን ትሽዓተን ናይ መድረኽ ዓወታ ጽንቢላ። በዚ መሰረት ዴንማርካዊ ኣባል ኣልፔሲን ሶረን ግራግ ኣንደርሰን ብ ሸሞንተ ሰዓትን ዕስራን ሓደን ደቒቕን ሓምሳን ትሽዓተን ካልኢትን ንዙር ላክሰምበርግ መሪሕነቱ ክቕልሶ ጀሚሩ ኣሎ። ንዊዝላንዳዊ ኮርቢን ስትሮንግ ብክልተ ካልኢታት ድሒሩ ይስዕቦ። ስጳኛዊ ኣሌክስ ኣራምቡሩ ብሸሞንተ ካልኢታት ድሒሩ ሳልሳይ ተርታ ክሕዝ እንከሎ፣ ናትናኤል ተስፋጽዮን ድማ ብሳልሳን ሓደን ካልኢታት ድሒሩ መበል ኣርባዓን ትሽዓተን ተርታ ሒዙ'ሎ። ብነጥቢ ዴንማርካዊ ኣንደርሰን ብሰላሳን ሰለስተን ነጥቢ ቀዳማይ ኰይኑ ይመርሕ ኣሎ። ኮርቢን ስትሮንግ ብዕስራ ነጥቢ ይስዕቦ። ቤልጁማዊ ዕዉት ካልኣይ መድረኽ ጂንቲ ቤሬማንስ ብዕስራ ነጥቢ ብመዓልቲ ተበሊጹ ሳልሳይ ተርታ ሒዙ'ሎ። ላክሰምበርጋዊ ማትስ ዊንዘል ብ ዕስራ ነጥቢ መሪሕነት ኣንበሳ ዓቐብ ናይዚ ውድድር ኮይኑ ይቕጽል ኣሎ። ቤልጁማዊ ሌነር ቴጉለስ ብ ዓሰርተ ሓደ ነጥቢ ይስዕቦ። ካልእ ቤልጁማዊ ሉካ ቫን ቦቨን ብ ሽዱሽተ ነጥቢ ሳልሳይ ተርታ ሒዙ ኣሎ። ኮርቢን ስትሮንግ ብሉጽ መንእሰይ ናይዚ ውድድር ኮይኑ ይመርሕ ኣሎ። ኢጣልያዊ ኣንድሪያ ባጂዮሊ ብ ዓሰርተ ካልኢታት ዲሒሩ ይስዕቦ። ሆላንዳዊ ሉክ ፕሉሜረንስ ብተመሳሳሊ ግዜ ዲሒሩ ብመዓልቲ ተበሊጹ ሳልሳይ፣ ናትናኤል ተስፋጽዮን ብዕስራን ትሽዓተን ካልኢታት ድሒሩ መበል ዕስራን ሓደን ተርታ ሒዙ ኣሎ። ብጋንታ ሶዳል ኲክስቴፕ ቀዳመይቲ ኮይና ትመርሕ ኣላ። ኣልፔሲንን ሎቶን ድማ ኣብ መዓልቲ ተበላሊጸን ካልኣይትን ሳልሰይትን ኮይነን ይስዕባ። ናትናኤል ተስፋጽዮን ዝወዳደረላ ጋንታ ሊድል ትሬክ ድማ ካብ መራሒት ብዓሰርተ ሓሙሽተ ካልኢታት ድሒራ ሻምናይ ተርታ ተሰሪዓ ኣላ። ስኮዳ ዙር ላክሰምበርግ ዓርቢ ዕስራን ክልተን መስከረም ብሳልሳይ መድረኹ ቀጺሉ ክውዕል እዩ። ኣብዛ መድረኽ ድማ ተቐዳደምቲ ሚእትን ስሳን ሸሞንተ ነጥቢ ኣርባዕተ ኪሎ ሜተር ዝርሕቐት ውድድር ከካይዱ እዮም። ሓለቓ ጋንታ ሪያል ማድሪድ ናቾ ፈርናንደዝ ከም ዝመስለኒ ጁዴ ንማድሪድ ክጻወተላ ተባሂሉ'ዩ ተወሊዱ። ንሱ ምሳና ምህላው ዕድለኛታት ኢና። ሸቶታት ምቑጻር ክቕጽል ድማ ንትስፎው ክብል ነቲ ዝበለጸ ተጻዋታይ ላሊጋ ወርሒ ነሓሰ ዝጸወዐ ወዲ ጋንትኡ ኣድኒቕዎ። ወዲ ዕስራ ዓመት ጁዴ ብሊንግሃም ነዛ ወርሓዊት እትዕደል ሽልማት ብሉጽ ተጻዋታይ ላሊጋ ዝተዓወተላ ብኹሪ እንግሊዛዊ ምዃኑ ዝፍለጥ'ዩ። እዚ ከምዚ'ሉ እንከሎ ኣብ ስቱድዮ ሲቢኤስ ጸወታ ዝትንትን ዝነበረ ጂሚ ካራገር ርግጸኛ'የ ጁዴ ሓደ መዓልቲ ፕሪመሊግ ክፍትኖ ከምዝደሊ ካብታ ሽዱሽተ ግዜ ቻምፕዮንስ ሊግ ዝተዓወተት ሊቨርፑል ከኣ ዝሓሸት ጋንታ ኣይክረክብን'ዩ ክብል እንከሎ፣ ኣብቲ ስትድዮ ምስኡ ዝነበረ ቴሪ ሄንሪ ትቕብል ኣቢሉ፣ ኣብታ ዓሰርተ ኣርባዕተ ግዜ ነዚ ውድድር ዝተዓወተት ጋንታ ይጻወት ዘሎ ክብል ኣብታ ዝበለጸት ክለብ ምህላዉ መሊሰሉ። ሊቨርፑል ሓንቲ ካብተን ነዚ ተጻዋታይ ንምፍራም ልዑል ድሌት ኣርእየን ዝነበራ ክለባት ምንባራ ይዝከር። ሪያል ማድሪድ ንዩንየን በርሊን ክትስዕራ ንዘብቀዐታ እንኮ ሸቶ ዘመዝገበን ብማልያ ማድሪድ ቀዳመይቲ ናይ ቻምፕዮንስ ሊግ ኤሮጳ ጸወትኡ ዘካየደ ጁዴ ኣብ መዝገብ ክብረ ወሰን እዛ ጋንታ ማዕረ ክርስትያኖ ሮናልዶ ክሰፍር ክኢሉ ኣሎ። ካብ ኣርባዕተ ሚእትን ሰላሳን ሸሞንተን ግጥማት ኣርባዕተ ሚእትን ሓምሳን ሸቶ ብምቑጻር ናይ ኩሉ ግዜ ዝበለጸ ኣመዝጋቢ ሸቶ ማድሪድ ዝኾነ ሮናልዶ ናብዛ ጋንታ ኣብ ክልተ ሽሕን ትሽዓተን ምስ ተጸንበረ ኣብ ቀዳሞት ግጥማት ላሊጋን ቻምፕዮንስ ሊግ ኤሮጳን ሸቶ ዘመዝገበ ቀዳማይ ተጻዋታይ እዛ ክለብ ተባሂሉ ተጸዊዑ'ዩ። ድሒሩ ድማ ኢስኮን ኣሰንስዮን ብተኸታታሊ ተመሳሳሊ ታሪኽ ሰሪሖም ነይሮም። ኣብ ቀዳመይቲ ናይ ላሊጋ ጸወትኡ ሸቶ ዘመዝገበ በሊንግሃም ድማ ኣብዛ ምሸት ኣብ ዝርዝር ምስኦም ተኻቲቱ ኣሎ። ናይ ቅድም ተጻዋታይ ኣርሰናል ቴሪ ሄንሪ፣ ኣሰልጣኒ ኣርሰናል ሚካኤል ኣርቴታ ንቀዳማይ ሓላዊ ረዳቱ ኣሮን ራምስዳል ኣብዘን ዝሓለፋ ክልተ ግጥማት ብደቪድ ራያ ምቕያሩ ንዑደታዊ ኣሰላልፋ ከምዘይኮነ ገሊጹ። ኣርቴታ ዑደታዊ ኣሰላልፋ ዝደልየ ኮይኑ ኣይስመዓንን። ከም ዝመስለኒ ኣርቴታ ንዴቪድ ራያ ናይ ሊግ ዋንጫ ከዕወቶ ከም ዝኽእል ገይሩ'ዩ ዝጥምቶ። ንሓላው ልዳት በርንላን ሌኖ ክሸጦ እንከሎ'ኮ ናብ ቀዳሞት ኣርባዕተ ክለባት ክመልሶ ዝኽእል ሓላው ልዳት'ዩ ጠሚቱ። ንሱ ድማ ራምስዳል'ዩ ነይሩ። እዚ ሓላው ልዳት ክሕግዞም ከም ዝኽእል ስለ ዝረኣየ'ዩ ድማ ኣምጺእዎ ኢሉ ሄንሪ። ኣብዛ ወቕቲ ብልቓሕ ካብ ብረንትፎርድ ናብ ኣርሰናል ተጸንቢሩ ዝርከብ ራያ ኣብ ክልተ ቀዳሞት ግጥማቱ ሸቶ'ዩ ተመዝገቦን ኣብ ፕሪመር ሊግ ኣንጻር ኤቨርተን ኣብ ቻምፕዮንስ ሊግ ኤሮጳ ድማ ኣንጻር ፒኤስቪ ብተኸታታሊ ሓደ ብባዶን ኣርባዕተ ብባዶን እዮም ተዓዊቶም። እዚ ፈረንሳዊ ብወገኑ ብዛዕባ ውሳነ ኣርቴታ ኣብ ዝተሓተተሉ ናቱ እምበር ናተይ ምርጫ ኣይኮነን። እንተኾነ ራምስዳል ናብ ቦትኡ እንተተመሊሱ ነዛ ጋንታ ክቃለሰላን ጸወታ ከዕውታን ከድልዮ'ዩ። ክልተ ላዕለዎት ሓለውቲ ልዳት ኣብ ሓንቲ ጋንታ ክህልው እውን ንፈለማ ግዜ'ዩ መስለኒ። እዚ ድማ ክፋል ኩዕሶ እግሪ'ዩ ክብል ገሊጹ። ራምስዳል ሰንበት ኣንጻር ቶተንሃም ኣብ ዘለዎም ናይ ደርቢ ጸወታ ውሑስ ቦታ ከም ዘይብሉ እውን የረድእ። እንተ ኣርቴታ ካብ ካልኦት ንመን ክመርጽ እዩ ብኣግኡ ቆላሕታ ረኺቡ ኣሎ። ዝሓለፈ ዓመት ቀዳማይ ሓላዊ ልዳት እዛ ክለብ ዝነበረ ራምስዳል ኣብ ኩሉ ናይ ሊግ ግጥማት ተሰሊፉ ዓሰርተ ኣርባዕተ ግጥማት ሸቶ ከይተመዝገቦ ወጺኡ ምንባሩ ዝዝከር እዩ። ፖርቱጋላዊ ናይ የማን ተኸላኻላይ ባርሴሎና ጃኦ ካንሴሎ ነታ ዝበለጸት ክለብ ዝበላ ማንቸስተር ሲቲ ገዲፉ ብልቓሕ ናብ ባርሳ ምጽንባሩ ጠላዕ ምዃኑ ገሊጹ። ካብ ዝሓለፈ ወርሒ ጥሪ ጀሚሩ ኣብ ራዳር ዓላሚ ባርሳ ዛቪ ኣትዩ ዝነበረ ካንሴሎ ኣብዛ ክረምቲ ኣብ ኣጋ ምዕጻው መስኮት ምስጋር ተጻወትቲ ናብዛ ስጳኛዊት ክለብ ምጽንባሩ ይፍለጥ። ድሮ'ውን ኣብዛ ጋንታ ብቐዋሚ ክስለፍ ጀሚሩ ዘሎ እዚ ናይ ክንፊ ተኸላኻላይ ኣብ ሰለስተ ግጥማት ተሰሊፉ ንሓንቲ ሸቶ ኣመዝጊቡን ይርከብ። እዚ ፖርቱጋላዊ እዚ ምስጋር ሓደገኛ እንተ ነይሩ ኣብ ዝሰሓተተሉ ድማ እወ ኣስጋኢ እዩ ነይሩ። እንተኾነ ኩሉ ግዜ ናይ ኮን ዶ ኾን ውሳነ ምውሳድ ይፈቱ እየ ኢሉ። ንሱ ቀጺሉ ሲቲ ንዓይ እታ ዝበለጸት ክለብ ናይ ዓለም እያ። ናብዚ ምምጻእ ድማ ሓደገኛ እዩ ነይሩ። እንተኾነ እዚኣ ባርሳ እያ። ኣብ ባርሳ ዕድል እንተ ረኺብካ ክትመጽእ እዩ ዘለካ ኢሉ። ብዘይካዚ እዚ ውድ ዕስራን ትሽዓተን ዓመት ተኸላኻላይ ምስዛ ክለብ ናይ ሊግ ዋንጫን ጽዋእ ቻምፕዮንስ ሊግ ኤውሮጳን ክዕወት ከም ዝደሊ ሕልሙ ነጊሩ። ከም ዝመስለኒ ምስዛ ክለብ ክኸውን ዝከኣል እዩ። እንተኾነ ደረጃ ብደረጃ ዩ ክወስዶ ዝደሊ ምኽንያቱ ኩዕሶ እግሪ ኣዝዩ ዘይተሓስበ ፍጻመ ዘጋጥመሉ ዓይነት ስፖርት ዩ። ገለ ግዝያት ኣበርቲዕኻ ጽዒርካ ክንስኻ ጸወታ ግና ትኸስር፣ ብሓፈሻ ምስዛ ክለብ ኮይነ ዋንጫ ክዓትር ተሃዊኸ ኣለኹ ኢሉ። ካንሴሎ ንኣሰልጣኒኡ ዝነበረ ጓርድዮላ፣ ደቂ ጋንትኡን ንኹሎም ኣባላት ሲቲ'ውን ኣመስጊኑ ዩ። ኣብ መወዳእታ ሓጺር ዜና። ሰርጆ ኣጉዌሮ ኣብ ማንቸስተር ሲቲ ኣሰልጣኒኡ ዝነበረ ፐፕ ጓርድዮላ ንሃገራዊት ጋንታ ኣርጀንቲና ብምዕላም ምስ ሜዳ ዳግማይ ሓቢሮም ክርእዮም ከምዝደሊ ተዛሪቡ። ጋርድዮላ ኣብ ባርሳ ቀዳማይ ናይ ምስልጣን ግዜኡ ንሜሲ ዓሊሙ ምንባሩ ይዝከር። ሜሲ ብሰንኪ ዘጋጠሞ መጉዳእቲ ኣብቲ ጋንትኡ ዝመጽእ ሰንበት እተካይዶ ጸወታ ከም ዘይውክላ ተፈሊጡ። ኢንተር ሚያሚ ብሮቡዕ ንቶሮንቶ ኣርባዕተ ባዶ ኣብ ዝሰዓረትሉ ጸወታ ሜሲ ዝነበሮ መጉዳእቲ ስለ ዝገደዶ ተቐይሩ እዩ ወጺኡ። በዚ ድማ ሰንበት ኣንጻር ኦርላንዶ ኣብ ዘላቶም ጸወታ ኣይክህሉን ኢሉ ብመሰረት ዘረባ ኣሰልጣኒኡ። ብዘይካኡ ጆርዲ ኣልባ'ውን ኣብዛ ጸወታ ኣበርክቶ ኣይክህልዎን እዩ። ባርከ ዝኸበርኩም ተኸታተልቲ ሲኔማ ሰመረ ናይ ሎሚ ትሕዝቶና ኣብዚ ንፍጽም ኣብ ቀጻሊ ብኻልእ ትሕዝቶ ክሳብ ንራኸብ ሰላም።